መቸም እዚ ዘለናዮ ዘመን ናይ ቴክኖሎጂ ዘመን እዩ በዚ ምክንያት ከዓ ብዙሕ ናይ ኦፖርቹኒታት ወይ ከዓ ብዙሕ ዕድላት ተፈጢሮም ኣለዉ ሓደ ካብኣቶም ናይ ኢንቨስትመንት ዕድላት እዩ እዚ ዝፈለጡ ብዙሓት ሰባት ብኮመንት ወይ ከዓ ብመሰጅ ናፀሓፉ ኣቤል እንታይ ዓይነት ኢንቨስትመንት ክንጥቀም ኣለና እንታይ ዓይነት ኢንቨስትመንት ኣብዚ እዋን እዚ ዘዋፅእ ክሪፕቶ ዶ ኢንቨስት ክንገብር ኣብ ናይ ሪል ስቴት ዶ ኣብ ናይ ኤንኤፍቲ ዶ እናበሉ ብዙሓት ሰባት ይሓቱን እዮም

ሰላም ከመይ ኣለኹም ኩሉኹም ተኸታተልቲ ናይዚ ቻነል እዚ ምሳኹም ዘለኹ ኣቤል እየ ሎማዓንቲ ኸዓ ከምቲ ልሙድ ኣብ ሂወትና ከዕብየናን ከነቓቕሓናን ገለ ለውጢ ከምፅእ ኽእል እዩ ዝበልክዎ ሓደ ፕሮግራም ሒዘልኩም መፅየ ኣለኹ ናይ ሎማዓንቲ ኣርእስትና ኣዝያ ወሳኒት ነጥቢ እያ ክትከውን ብዙሓት ሰባት ከምታ ቀደም ኣቢለ ዝበልኩ ብዝተፈላለየ ግዜ ኣቤል እንታይ ዓይነት ኢንቨስትመንት ክንወስድ ኣለና ንስኻ እንታይ ኢኻ ኢንቨስት ትገብር ኣብዚ እዋን እዚ ዘኽስብ ክሳራ ደይብሉ እንታይ ዓይነት ኢንቨስትመንት እዩ ኢሎም ብዙሓት ሰባት እዮም ተሓቱኒ ስለዚ ናቱ መልሲ ሒዘልኩም መፅየ ኣለኹ ናይ ሎማዓንቲ እንሪኦ እቲ ዝበለፀ ኢንቨስትመንት ኣብዚ ዘመንና እቲ ዝበለፀ ክሳራ ዘይብሉ ታክስ ዘይክፈሎ 100 ከዓ ትርፊ ዘለዎ ክሳራ ዘይብሉ ዓይነት ኢንቨስትመንት ኢና ንርኢ እዚ ኢንቨስትመንት እዚ ኢንቨስት ኢን ኣርሰልፍ ኦን ኣርሰልፍ ዝበሃል ኢንቨስትመንት እዩ እዚ ማለት ኣብ ነብስና እንገብሮ ኢንቨስትመንት እዩ ከምዚ ክብል ከለኹ ብዙሓት ብዙሓት ሰባት እርግፀኛ እየ ዝበለፀ ኢንቨስትመንት ክብለኩም ከለኹ ገለ ገንዘብ ኢንቨስት ገይርኩም ገንዘብ ብምፃልኩም ትፅበዩ ነርኩም ክትኮኑ ትኽእሉ ኢኹም ግን ቅድሚ ገንዘብና ኢንቨስት ምግባርና ኣብ ኣእምሮና ወይ ከዓ ኣብ ነብስና ኣብ ፍልጠትና ኢንቨስት ክንገብር ኣዝዩ ወሳኒ ወይ ከዓ ኣዝዩ ኣገዳሲ እዩ ዳስዋይ ከዓ ብዙሓት ናይ ኢንቨስትመንት ክኢላታት ዝበለፀ ኢንቨስትመንት እንታይ ተባሂሎም ክሕተቱ ከለዉ ኢንቨስት ኦን ዮርሰልፍ ኢሎም ዝምልሱ ምክንያቱ ዋላ ገንዘብ ተሃለወካ ፍልጠት እንድሕር ዘይሃልይካ ኣብ ምንታይ ኢንቨስት ከም ትገብር እንድሕር ዘይትፈልጥ ኮንካ ክሳራኻ ዘይተርፍ እዩ እንድሕር ኣብ ነብስኻ ኢንቨስት ትገብር ኮንካ ኣብ ፍልጠትካ ኢንቨስት እንድሕር ትገብር ኮንካ ግን ሓንሳብ እቲ ፍልጠት ምስ ወነንካ ኦን ምስ ገበርካ ዝኾነ ዝወስደልካ ወይ ከዓ ዝምንጥለካ ሰብ የለን ታክሲ ኣይትኸፍለሉን ኢኻ ኣይትኸስርን ኢኻ ወላ ሓንቲ ዝመፀካ ክሳራታት እውን የለን ሓንሳብ ምስ ወነንካዮ ብኡ ተጠቂምካ ዕድመኻ ሙሉእ ካብዚ ምድሪ ሳብ ትነብር ብኡ ፕሮፊት ወይ ከዓ ትርፊ ክትረክብ ትኽእል ኢኻ ኣነ እዚ ምስጢር እዚ ምስ ተረዳኣኒ ዳርጋ ነዊሕ ዓመታት ኣብ ነብሰ ኢንቨስት ምግባር ኣቋሪፅ ኣይፈልጥ ብዙሕ ገንዘብ እየ ዘውፅእ ኣብ ነብሰይ ክሳዕ ናይ ሰለስተ መዓልቲ ሰሚናር 25 ዶላር ክሳዕ ዝበፅሕ ገንዘብ ኢንቨስት ገይረ እፈልጥ እየ ምክንያቱ ከዓ እቲ ኣብ ነብሰይ ዝገብሮ ኢንቨስትመንት እቲ ዝበለፀ ኢንቨስትመንት ከም ምኳኑ ስለ ዝኣምን እዚ ናይ ሎማዓንቲ ዝነገረኩም ነገር ንዓይ ኣብ ሂወተይ ፕራክቲስ ገይረዮ ዝጠቐመኒ ኢንቨስትመንት ና እስኪ ሓንቲ ሕቶ ክሓተኩም ኣብ ሂወትኩም ስራሕ ምስ ጀመርኩም ኣብ ነብስኹም እንታይ ዓይነት ኢንቨስትመንት ጌርኩም ትፈልጡ እንታይ ዓይነት ኮርሳት ወሲድኩም ትፈልጡ እንታይ ዓይነት መፅሓፍታት ወሲድኩም ትፈልጡ? ከዕብየኩም ዝኽእል እንታይ ዓይነት ስልጠናታት ወሲድኩም ትፈልጡ? ዝበዝሐ ሰባት ኣብዚ ኣብዚ ዘለናዮ ሕጂ እዋን ሓንሳብ ኣብ ስራሕ ዓለም ዝተዋፈሩ በታ ፈጣሪ ዝሃቦም ፀጋ ከምታ ዘለውዋ እዮም ዝጥቀሙ ዝኾነ ኣብ ግሬድ ክገብሩ ወይ ከዓ ኣብ ነብሶም ዕቤት ክፈጥሩ ወይ ገለ ስልጠናታት ገለ ኮርሳት ክወስዱ ኣይፈትኑን እዮም ብኡ እዮም ዝቃለሱ ፋሕተርተር ብሉ ድፋጮም ከዓ ይሰትዩ እዚ ዘዋፅእ ነገር ኣይኮነ ብፍላይ ኣብዚ ሕጂ ዘለናዮ ዘመን እዚ ናይ ቴክኖሎጂ ዘለናዮ ዘመን ነገራት ብፍጥነት ዝኸድሉ ዘሎ እዋን ኣይኮነን ዶ ወላ ሓንቲ ኣብ ነብስና ኢንቨስት ከይገበርና ኮርሳት ስልጠናት ከይወሰድና ነብስና ከየዕበና ምስኡ ክንጓዓዝ ኣይኮነን ዶ ዋላ እንዳሰልጠና ስልጠና እንዳወሰድና እንዳንበብና ብፍጥነት ከማን መዚ ሕጂ ዘሎ ቴክኖሎጂ ብፍጥነት ክንጓዓዝ ኣዝዩ ኣሸጋሪ ዝኾነሉ ዘመን ኢና በፂሕና ኣለና እዚ ሕጂ ዘለናዮ ዘመን ብዙሕ ጽቡቕ ነገራት ኣለዎ ብፍጥነት ኸይ ስለ ዘሎ ከዓ ንሕና ምስዚ ዘሎ ዘመን ንድሕር ክንጓዓዝ ዘይክኢልና ከዓ ፀገማት ክመፀና ከዓ ናይ ግድን እዩ ሕጂ ብዙሕ ነገራት እንዳተተክኡ መፅ ኣለዎ ብቴክኖሎጂ እንዳተተክኡ መፅ ኣለዎ እዚ ናይ ጉልበት ዝበሃል ስራሕ እንዳተረፈ መፅ ኣሎ ኣብዚ እዋን እዚ ድፋጫኻ ሰቲኻ ተቃሊስካ ነዊሕ ሰዓታት ሰሪሕኻ ሂወትካ ትልውጠሉ ግዜ ኣይኮነን ብሎ እሱ ነዊሕ ግዜ ገይሩ እዩ ካብ ዝተርፍ ኣብዚ እዋን እዚ ገለ ኮርስ ወሲድካ ገለ ስልጠናት ወሲድካ ኣብ ነብስኻ ኢንቨስት እንዳገበርካ እንዳዓበኻ ኮፍ ኢልካ ህድእ ኢልካ ውሑዳት ሰዓታት ጥራይ እንዳሰራሕካ ነዊሕ ሰዓታት ኣብ ነብስኻ ኢንቨስት እንዳገበርካ ምስዚ ዘመን እዚ ትጓዓዘሉ ዘመን ኢና በፂሕና ዘለና እንተኾነ ግን እዚ ብዙሓት ሰባት ስለ ዘይተረድኡ ኣብዚ እዋን እዚ ከምታ ፈጣሪ ዝፈጠሮም ዳስኢት እታ ፈጣሪ ዝሃቦም ፀጋ ተጠቂሞም ጥራይ እዮም ንቅድሚት ክስጉሙ ሂወት ከዓ ሂወቶም ክመርሑ ዝፍትኑ ዘሎ ኣብዚ እዋን እዚ ግን እዚ ከምዚ ዓይነት ኣካይዳ ስለ ዘይሕግዞም ለውጢ ከምፅኣሎም ስለ ዘይክእል ከዓ ኣብ ስቃይን ኣብ ከርተትን ይነብሩ ከም ውፅኢቱ ከዓ ነዊሕ ሰዓታት ክሰርሑ ይረኣዩ ክልተ ሰለስተ ስራሕ ስራሓት ክሰርሑ ይረኣዩ ኣብ ከርተት ከዓ ይነብሩ እንተኾነ ግን እዚ ሕጂ ዘለና ዘመን ኣዝዩ ፅቡቅ ዕድላት ሒዝና ዝመፀ ነገር ኣሎ ዓለም ኣብ ኢድና እያ ዘላ ኣብ ቴሌፎንና እያ ዘለና ቴሌፎንና ጥራይ ብምጥቃም ብነፃ ብዙሕ ስልጠናታት ክንወስድ ንኽእል ኢና ነብስና ኣፕግሬድ ክንገብር ንኽእል ኢና ግዜና ክንጥቀመሉ ንኽእል ኢና ዝበዝሕ ሰብ ኣብዚ እዋን እዚ ግዜኡ ኣብ ዘይከውን ነገራት እዩ ዘጥፍኦ ዘሎ ኣብ ሶሻል ሜድያ ኣብ ዩትብ እንዳኣተወ ዘየድሊ ወረታት ክሰምዕ እዩ ዝውዕል ዘሎ ዘየድሊ ዜናታት ክሰምዕ ሃለውሎ ክሰምዕ እዩ ዝውዕል ዘሎ ከምኡ ካብ ንገብር ግን ሂወተይ እንታይ እያ ክኸውን ዝደሊ ኣበየ ክበፅሕ ዝደሊ ኣብዚ እዋን እዚ እንታይ እዩ ምዚ ዘመን እዚ ከሰጉመኒ ዝኽእል ብዙሕ ከርተት ከይበልኩ ድፋጫይ ከይሰጠቑ ህድእ ኢለ ርግ ኢለ ንውሕድ ሰዓታት ጥራይ እንዳሰራሕኩ ንቕድሚት ክስጉመሉ ዝኽእል እንታይ ክሕግዘኒ ዝኽእል ኢልና ኣብ ዩቲብ ኣቲና ብዙሕ ስልጠናታት ክንወስድ ንኽእል ኢና ክንደይ ሰባት ካባኻትኩም እዮም ገንዘብ ከመይ እዩ ዝሰርሕ ኢልኩም ኣብ ዩቲብ ሰርች ጌርኩም ትፈልጡ ወይ ኣብ ጎግል ሰርች ጌርኩም ትፈልጡ እንታይ ኣሎ ብውሑድ ሰዓታት ሰሪሐ ኢንካም ከምፃሉ ዝኽእል ኢልኩም ኣብ ጉግል ሰርች ጌርኩም ትፈልጡ ወይ ከዓ ኣብ ዩቲብ ኣቲኹም ሰርች ጌርኩም ትፈልጡ ክንደይ ካባኻታትኩም እዩ እዚ እንድሕር ክንገብር ዘይክኢልና ከመይ ገይሩ ሂወትና ክልወጥ ዝኽእል ከመይ ገይርና ኢና ክንዓቢ ንኽእል ምስዚ ዘሎ ዘመን ከመይ ገይርና ኢና ክንጓዓዝ ንኽእል ነገራት ብሮቦት ወይ ከዓ ብኣርቲፊሻል ኢንተለጀንት እንዳተተክኡ ይኸዱ ኣለዉ ቴክኖሎጂ እንዳተተክአ ይኸይድ ኣሎ ኣብዚ ካብዚ ሕጂ ዘለናዮ ግዜ ቁሩብ ድሕር ፀኒሕና ነገራት ኣዝዮም ብፍጥነት እንዳተጓዓዙ እዮም ዝኸዱ ዘለዉ ካብ ስራሕና ክንባረር ንኽእል እዚ ናይ ጉልበት ስራሕ እንዳተረፈ ብማሽን እንዳተተክአ ክመፅእ ይኽእል ድሓር መጨረሽኡ እንታይ ኢና ክንከውን እንድሕር ካብ ሕጂ ጀሚርና ሂወትና ኣተሓሳስባና ኣብ ነፍስና ኢንቨስት እንድሕር ደይጌርና ዋላ ገንዘብ ሃሊና እንታይ ዓይነት ኢንቨስትመንት ኢና ክንወስድ ንኽእል ኣበይና ኣነ ብዙሓት ሰባት እየ ዝፈልጥ ገንዘብ ሃልዩ ኣበይ ኢንቨስት ገብሮ ከም ዝኽእሉ ዘይፈልጡ እቲ ምክንያት እንታይ እንድሕር ኢልና ከዓ ነብሶም ኣብግሬድ ስለ ዘይገብሩ ዝበዝሐ ሰብ ኣብ ነሱ ኢንቨስት ክገብር ከም ዘሎ ኣይፈልጥን እዩ ኣነ ክንዲዚ ገንዘብ ኣብ ስልጠና ኣጥፍኤ ክብሎ ከሎ ዝኾነ ሰብ እዩ ዝስንብድ ምክንያቱ ጥቕሚ ናይቲ ኣብ ነብስና ንገብሮ ኢንቨስትመንት ብዙሕ ሰብ ስለ ዘይተረድኦ ስለዚ ዝበለፀ ኢንቨስትመንት ኣብ ነብስና ንገብሮ ኢንቨስትመንት ክንከስር ንኽእል ሰዋ እንታይ ሞ ፀገማ ገንዘብ ኣብ ቢዝነስ ኣእቲና ገንዘብ ክንከስር ንኽእል ኢና ካብኡ ግን እንታይ ተማሂርና ቅድሚ ናብቲ ቢዝነስ ምእታውና ወይ ቅድሚ ናብቲ ኢንቨስትመንት ኢንቨስት ምግባርና ኣብ ነብስና እንታይ ዓይነት ኢንቨስትታት ጌርና ኣለና እንታይ ዓይነት ፍልጠትና ወይ ከዓ ኣተሓሳስባና ወይ ከዓ ዓቕምና ከነዕቢ እንታይ ዓይነት ስልጠናታት ወሲድና ኣለና? ገንዘብ ከፊልና ስልጠና ክንወስድ ኣብዚ እዋን እዚ ኣዝዩ ኣየገድሰናን እዩ። ቅድሚኡ ክንገብሮ ዘለና ብነፃ ብዙሕ ስልጠናታት ኣሎ። ብጣዕሚ ኣዝዩ ብዙሕ ኣብዚ እዋን እዚ ዩቲብ ኣቲና ጥራይ ዝደለናዮ ነገር ሓቲትና መልሲ ክንረክብ ንኽእና ጉግል ኣቲና ዝደል ሓንቲ ስጉምቲ ኢና ርሒቕና ዘለና ካብ ፍልጠት ገለ ነገር ድሕር ኣብ ህይወትኩም ዘይተመለሰ ሕቶ ኣለኩም ጎግል ኬድኩም ሕተቱ መዓት መልሲ ናይቲ ሕቶታትኩም ከምፃልኩም ሓንቲ ስጉምቲ ኢና ርሒቕና ዘለና እንተኾነ ግን መብዛሕትና እዚ ስጉምቲ ስለ ዘይንወስድ ኣብ ስቓይ ንነብር ናይዚ ዘለናዮ ህይወት መልሲ ግን ሓንቲ እያ ኣብ ነብስና ኢንቨስት ምግባር ንቕድሚት ክንስጉም ክንዓቢ ኣብ ህይወትና ለውጢ ከነምፅእ እንድሕር ኮይና ኣብ ነብስና ኢንቨስት ክንገብር ኣለና ኣብ ፍልጠትና ኣብ ኣተሓሳስባና ኣብ እምሮና ኢንቨስት ክንገብር ኣለና ማዕረቲ ንነብስና ንገብረላ ንገዝኦ ክዳውንቲ ንበልዖ መግቢ ከማን ኣብ ነብስና ኢንቨስት ኣይንገብርና ዝዓበየ ነገር ክኸውን ዘለዎ ግን እሱ እዩ እዚ ሚስጢር ምስ ተረዳእና ኣነ ኮርሳትን ወይ ስልጠናታትና ኣቋሪፀ ኣይፈልጥን ፕላነይ እውን ክሳዕ ኣብዚ ህይወት እዚ ዘለኹ እንዳንበብኩስ እንዳሰልጠንኩ እንዳዓበኹ ክኸይድ ምክንያቱ ዕቤት እንድሕር ኣቋሪፀ ከም ዝመወት ስለ ዝርዳእኒ እዚ ኣብዚ እዋን እዚ እቲ ዝበለፀ ኢንቨስትመንት ሂወትኩም ክትልውጡ እንድሕር ትደልዩ ኮንኩም እመኑኒ ዝኾነ ሰብ ዘይወስደልኩም ታክስ ደይትኸፍልሉ ደይትኸስርዎ ኢንቨስትመንት እንድሕር ሃልዩ ኣብ ነብስኹም ትገብርዎ ኢንቨስትመንት ንኣብነት ናይ ፎሬክስ ስልጠና ንህብ ኢና ንሕና ናይ ፎሬክስ ማርኬት ስልጠና ሓንሳብ ምስ ፈለጥካዮ ሓንሳብ ምስ ከኣልካዮ ድሕሪ ዝኾነ ሰብ ክወስደልካ ይክእል እዩ ዝኾነ ሰብ ክወስደልካ እዚ ዓይነት ኢንቨስትመንት ከዓ ኣብ ነብስኻ ትገብሮ ስልጠና ፍልጠትካ ሓንሳብ ምስ ወነንካዮ ከዓ ድሓር ዝወስደልካ ሰብ የለን ምናልባት ትፈልጥዎ ድሕር ኮንኩም ግራንት ካርዶን ዝበሃል ኣብዚ ዓለምና ካብ ዘሎ ዓበይቲ ኢንቨስተራት ናይ ብፍላይ ኣብ ሪል ስቴት ኣሎ ኣብ ዘይፈልጦ ከተማ ከይዱ ኣብ ዘይፈልጦ ከተማ ከይዱ ሚእቲ ዶላር ጥራይ ሒዙ ከይዱ ኣብ ውሽጢ ተስዓ መዓልቲ ናይ ሚሊዮና ዶላራት ካምፓኒ ክርኤት ገይሩ ሃው ብኸመይ ምክንያቱ እቲ ብቕዓት እቲ ዓቕሚ ስለ ዘለዎ ኦረዲ ገንዘብ ኣየድልዮን እዩ ሰብዚ ገንዘቡ ኣእምሩ እዩ መሳርሒ ኣለዎ እኹል መሳርሒ ኣለዎ እኹል ፍልጠት ኣለዎ ኣብ ኣእምሩ ኣብ ነብሱ ደጋጊሙ ኢንቨስት ስለ ዝገበረ ዓቕሚ ስለ ዘለዎ ኣብ ዘይፈልጦ ከተማ ከይዱ ሚእቲ ዶላር ጥራይ ሒዙ ከይዱ ኣብ ውሽጢ ቴስዓ መዓልቲ ናይ ልዕሊ ሚልዮን ዝኾነ ካምፓኒ ክሬት ገይሩ ኣብ ውሽጢ ቴስዓ መዓልቲ ሰለስተ ወርሒ ሰቦ ማዕረ ክንድዚ እዩ ቫልዩ ደሎ ኣብ ነብስና እንገብሮ ኢንቨስትመንት ኣብ ኣእምሮና እንገብሮ ኢንቨስትመንት ብዙሕ ቫልዩ እዩ ዘለዎ ዝበዝሐ ሰብ እንተኾነ ግን ገንዘብ ዘምፅኣሉ ይመስል ሽዑ ሽዑ መልሲ ዘምፅኣሉ ሽዑ ሽዑ ሪዛልት ዝበርኖ ከምኡ ኣይሰርሕን እዩ ፕሮሰስ ኣለዎ ዝኾነ ነገር መጀመርያ ኣብ እእምሮና ክንሰርሕ ክንክእል ኣለና ፍልጠትና ክንዕብ ኣለና ዓቕምና ክንዕብ ኣለና ጅቦናን ጅቧናን ኣእምሮናን ብሓደ እዮም ዝዓብዩ ኣእምሮና ክንዕብ ከለና ምስቲ ኣእምሮና ዝዓብዮ ዘሎ ኣታዊና ክዓቢ ከዓ ናይ ግድን እዩ ኣነ ኣብ ኣእምሮይ ኢንቨስት ብዝገበርኩ ቁፅሪ ኣተሓሳሰበይ ቁር ብዛዕበይ ኣታዊ ክዓቢ እየ ዝርኢ ብጣዕሚ እዩ ዝገርመኒ ዳስዋይ እቲ ኣታዊ ዛዕባ እቲ ኣታዊ ገዲፈ ብዛዕባ ኣእምሮይ ብዛዕባ ኣተሓሳስባይ ብዛዕባ ፍልጠተይ ጥራይ ዝጭነቕ ዝተኸኣለኒ መጠን ብፍል ትሬኒንግ ዝወስድ ስልጠና ዝወስድ ነብሰይ ከዓ ክዕብዝ እዚ እንድሕር ጌርኩም ውፅኢት ክትሪእዎ ኢኹም ጀስት ትራይት ፈትንዎ ክትኣምኑና የድልየኩም ፈትንዎ ከይድኩም ኣብ ነብስኹም ኢንቨስት ግበሩ ገለ ኮርስ ውሰዱ ገለ ስልጠና ውሰዱ ኣተሓስባኹም ክዕብዝ ዝኽእል ዩቲብ ተጠቀሙ እስኪ ከመይ ገይረ እየ ኦንላይን ገንዘብ ክገብር ዝኽእል ኢልኩም ዩቲብ ፀሓፉ መዓት ከምፃልኩም ከመይ ገንዘብ ከመይ ይሰርሕ መዓት ከምፃልኩም ኣብዚ እዋን እዚ ከመይ ገይረ እየ ክዓቢ ዝኽእል መዓት ስልጠን ኣተሓሳባይ ክመይ ክልውጥ ይኽእል መዓት ነገራት ከምፃልኩም ጅስት ኣስ እቲ ትኽክል ዝኾነ ሕቶ ሕተት ስለዚ ናይ ሎም መዓንቲ ኣርእስቲ እዚኣ እያ ነያ ርግፀኛ እየ ፈቲኹማ ክትኮኑ ተስፋ ገብር እንድሕር ፈቲኹማ ናብ ብዙሓት ሰባት ምእንቲ ክበፅሕ ሼር ግበሩ እንድሕር ላይክ ሳብስክራይብ ዘይገበርኩማ ሳብስክራይብ ብምግባር ናይዚ ቻነል እዚ ቤተሰብ ኩኑ እንዳበልኩ